ሰላም ሰላም ኤቭሪባዲ ሰላም ዲኹም ከመይ ውዒልኩም ከመይ ቀኒኹም ከመይ ጸኒሕኹም ወልካም ባክ ቲ ሄሪ ላቭ ወልካም ባክ ቲ ዘ ዲነር ወልካም ባክ ቲ ዘ ኮፊ ወልካም ባክ ቲ ዘ ዕጣን ወይት ሓድሽ ዕጣን ኣምፂና ኣለና ትርእይዎ ኣለኹም ሓድሽ ኣይኮነን እቲ ናይ ቀደመ እዩ ግን መሊአ እያ ወዲ እያ ፀኒሐስ መሊአ እያ ሕጂ ክውዳእኒ ኦ ማይ ጋድ ጋይስ ክውዳእኒ ንእሽተይ ተሪፉ እውን what I'm going to do ተተወዲኤ እንታይ እየ ክገብር ብዘይ ዕጣን ከምዚ ዓይነት ዕጣን መቸም ኣብዚ ዓዲ ይርከብን እዩ ኣብ ዘለኒ ድራር ናይ ሎማዓንቲ ድራረይ ሳልመን ፊሽ ኣለኒ ብሮኮሊ ኣለኒ ከብሲካም ኣለኒ ራይስ ኣለኒ ስዊት ፔቴቶ ኣለኒ ኤንድ ሃለፒኖ ኣለኒ

Mm. So good. ካብ ጅምስ መፃኹ እዚኣ ጥዋዕ የብል ዶ ኣለኹን ምስ ኣቦነይ ጥዋዕ ዶ የብል ኣለኹን ኣብ ፖስቶ ቡና ቆልዓ እማይጋይ ዝዕጫን ክፅብቕ ክጥዕም ጨኑሲ ሃገግ ይብለካ ሎማዓንቲ ሒዘልክን መፅኤ ዘለኹ ኣርእስቲ እንታይ እያ መብዛሕትኡ ግዜ ናይ ሎማዓንቲ ኣርእስቲ ንደቂ ተባዕትዮ ኣሕዋትና ትምልከት እያ ስለዚ እንታይ እቲ ፀገም ንሕና ደቂ ኣንስትዮ ኣብዚ ዘለናዮ ክፍለ ዘመን ብፍላይ ኣብዚ ሕጂ ዘለናዮ ጀነሬሽን እንታይ እዩ ካብ ናትና ደቂ ተባዕትዮ ሓበሻ ዝህድመና ዘሎ ኣወዳት ሓበሻ ክንዲ ዝበዝሑ እንተኾይንና ኢና ሲንግል ንኸውን ዘለና መብዛሕቲና ማለት እዩ እቲ ጠንቂ ተተዘራረብካሉ ጽቡቅ ይመስለኒ ኣክንዲ ብህልኽ በቃ ሕለፍያ ኢና ዘለና ኣብዚ ሕጂ ሰዓት ማለት እዩ ከምዚ ኩሉ ሰብ ዘሎ ኣይ ቲንክ እቲ ጠንቂ ተተዘራረብናሉ ይሓይሽ ኢለ ይብል ማለት እዩ ካብ መሊስካ ነቲ ሓዊ ተራስኖ እንታይ እቲ ጸገም ኢልካ ምዝርራብ ጽቡቅ ይመስለኒ ኮይኑ ይስመዐኒ ብትሕትና መገዲ ኣነ በዛ ነብሰይ ንኩለን ኣዋልድ ወኪለ ኣይዛረብን እየ ኣነ ናይ ኩለን ኣዋልድ ተዛራቢት ኣይኮንኩን ድሕሪ ሕጂ ገዲፈየ እየ ምክንያቱ ተጣባቂቅ ናይ ደቂ ኣንስትዮ ተኮንካ መሊሰን እየን ንዓ ንስካ ንዓካ ኣታክ ዝገብራካ ማለት እዩ ስለዚ ናይ ደቂ ኣንስትዮ ተጣባቂት ኣይኮንኩን ሕጂ ማለት እዩ ታዳ I'm gonna tell I'm gonna talk the truth እንታይ እኮ ዝገብረና ዘሎ ደቂ ኣንስትዮ ኣብዚ ሰዓት እዚ ንሕዋትና ዘይንመርፀሉ ምክንያት ዝገብረና ዘሎ ወይ ከዓ ሲንግል ኮይና ክንነብር ዝገብረና ዘሎ ካብ ኣሕዋትና ክንሃድም ዝገብረና ዘሎ ባህርያት

ዛውነት ፃዕዳ ዓይንኻ ትገልብጠ ካሕወት የማዕረ ኦማይ ጋድ ስለዚ ክንዘራረብ ኢና ሎ መዓልቲ እንታይ እቲ ጠንቂ እንታይ ኮይኑ ዘሎ ካብ እቲ ጠንቂ ምዝርራብ ፅቡቅ ኮይኑ ይስምዐኒ ምክንያቱ ኣብዚ ሶሻል ሚድያ በንፃር መፅና ኣሕዋት የማዓረይ ኣንጻር ንዮብ ንበሮ ምሻሉ ከም ዝህልኽ፣ እቲ ሓደ ነቲ ሓደ ይጸርፋ፣ እቲ ሓንቲ ነታ ሓዲ ትጸርፎ፣ ከምኡ እንድሕር ኮይንና፣ ነተን ብሕጂ ዝመጻ ዘለዋ ቆልዑት ናእሽቱ ድዩ ዋላ እቶም ብሕጂ ዝጉብዙ ዘለዉ ደቅና ኣወዳት ኣፌክት ኢና ንገብሮም ዘለና ማለት እዩ። ምኽንያቱ ንሶም ኣብ ሾሻል ምድያ ስለ ዝርእዩና ዘለዉ እቶም ቆልዑ ንባዕሎም ማለት እዩ። ምስ ዓበዩ እንታይ ዓይነት ሓሳብ ክህልዎን እዩ፣ ልክዕ ከምዚ ዝርእይዎ ዘለዉ እዮም ኮይኖም ክነብሩ ደሓር እቶም ቆልዑ ማለት እዩ፣ እዞም ናእሽቱ። ስለዚ እቲ ጠንቂ ኮይኑ ዝተሰምዐኒ ዘይኮነ ብርግፅ እንታይ ከም ዝኾነ እቲ ጠንቂ ክንዘራረብ ኢና ማለት እዩ ኣይሆብ ከዓ ድሕሪ ምስ ተዛረብኩ ከኣ ኩላትኩም ደቂ ኣንስትዮ ደቂ ተባዕትዮ ኣሕዋተይ ከተመሓይሽዎ ዘለኩም ነገራት ከተመሓይሹ ብትሕትና ይላወብኩም ካብዚ ህልኽ ንውፃእ ኣሕዋተይ መዓረይ ካብ ህልኽ ንውፃእ ዋላ ሓንቲ እዩ ህልኽ ንዓና ዘይጠቕመና መሊስ እዩ ኣብ ህልኽ ኣቲና ግን መሊስ እዩ እንዳገደደ ዝኸይድ ማለት እዩ ስለዚ ሓደ ሓደ ብሓደ እቲ ጠንቅታት ክዛረብ ማለት እዩ ሓደ ደቂ ተባዕትዮ ሓበሻ ኣሕዋትና ደቂ ተባዕትዮ ፈርስት ኦፍ ኦል ጸዓዱ ኢኽን ትኸዳ ናብ ናንጀርያ ኢኽን ትኸዳ ገለመለ ትብሉና ኩላትና ኣይኮናን ከምኡ ናምና ጸዓዱ ተንኸይድ ነርና ናይጀርያ ተንኸይድ ነርና በዓል ኣነ ምኸድና ቀደም ዘይሓቱና ማለት ኣይኮነን ናይጀርያ ናይ ጸዓዱ ዘይሓቱና ማለት ኣይኮነን ህይወትና ላይፍና ምስ ጸዓዱ እዩ ጸዓዱ መምጻና ነርና ግን ክበዝሕ ክበዝሕ ከምዚ ኢልና እንድሕር ቀጺልና ጸዓዱ ምምርዓውና እንዲ ዘይተርፍ ግን እንተኾነ እስከ ደሓን ወዲ ዓደይ ተረኸብኩ ንዓይ ዝኾነኒ ተረኸብኩ ኢልና ኢና ዓቕሊ ጌርና ስቒልና ዘለና እምበር እንድሕር ዘይንረክብ መሲልና ወይ እቲ ንዓና ዘሰማምዐና ሓበሻ ወዲ ዓድና ዘይንረክብ ተመሲልና እኮ ዜሮ ዜሮ እኮ ጻዕሪ ኢና ክንምርዖ ካባይ ጀሚርካ ጻዕሪ ኢና ክንምርዖ ማለት እዩ ስለዚ ግን እንታይ እዩ ዓቕሊ ጌርና እስከ ደሓን በቃ ንዓይ ዝበሎ ሓበሻ ዋላ ካብ ሰማይ ኣምላኽ ጠብ ተበለለይ በቃ ተኣነ ዝፈትዎ ተኣነ ዝብህጎ ተኣነ ኮይኑ ክኾነለይ ዝደሊ ወዲ ተባዕታይ እነሀና ዓቢ ዓቅሊ ስቅ ኢልና ዘለና ማለት እዩ እምበር ኣሕዋተይ መዓረይ ጻዕዲ ኢክን ትደልያ ዶ ገለመለታት ድገልመለ ኣይትበሉ ፈርስት ኦፍ ኦል ካባኹም ዝህድመና ዘሎ ነገራት እንታይ እዩ ጭካነ እዩ ኣሕዋተይ መዓረይ ጭካነ the first thing እዩ ጭካነ ኣብ ልዕሌና ዘለኩም ጭካነ ጠቅላላ ሰማይ ሓሊፉ እዩ ዝብጥስ ማለት እዩ ኣብ ደቂ ኣንስትዮ ኣሕዋትኩም ዘለኩም ጭካነ ብጣዕሚ ኢኹም ጨካናት ኣበሻ ኣሕዋትና ማለት እዩ ብኸመይ ጨካናት ዝብሎ ዘለኹ ከዓ ኣብ ስደት መፂኹም ኣክንዲ ትሕብሕቡና ኣብ ስደት መፂኹም ኣክንዲ ኣለይ መለይ ትብሉና ሙሉ መዓልቲ ብሶሻል ሚድያ ትዛረቡ ትውዕሉ ኣለኹ ብዛዕባና ማለት እዩ ዝኾነ ወዲ ኩሎም ክብሎም ኣይክእልን እየ ውሑዳት እዮም እቶም ዝበዝሑ ግን ኣንፃር ናይ ደቂ ኣንስትዮ እዮም ዝለዓሉ ማለት እዩ ስለዚ እቲ ሓደ ጭካነ እዩ እቲ ካልኣይ ከዓ ኣብ ሶሻል ሚድያ መኒናኩም በቃ ከምዚ ኣንስቲ ተቐይርኩም እንድሕር ሓንቲ ጓል ኣንስተይቲ እንድሕር ክንብህገኩም እንድሕር ኮይና እንድሕር ንመርዓ ክንደልየኩም ኮይና ወይ ምሳና ክትነብሩ በቃ እንድሕር ክንብህገኩም ተኮይና እኮ መጀመርያ ኣትራክሽን ዝበሃል ነገር ኣሎ ኣብ ዓድና ሲ ንፈልጦ ሲ ኩርዕ ዝበለ ወዲ እዩ ብጣዕሚ ተጠማቲ ኣብ ዓድና ዋላ ኣብ ዓድና ዋላ ኣብዚ ምዕራባውያን ሃገራት እንድሕር ሪኢናዮ ኩርዕ ዝበለ ካብቲ ሊፍ ሊፍ ሊፍ በቃ ኣፉ ኣቢሉ ከም ኣንስቲ ኛው ኛው ኛው ዝብል ወዲ ከምኡ ኣይንፈቱን ኢና ደቂ ተባዕትዮ ኣሕዋተይ ኣይ ዶንት ኖ ንስኹም ከመይ ኢኹም ትፈትዉ ጓል ኣይ ዶንት ኖ ኣነ ግን በዛ ነብሰይ ኩርዕ ዝበለ ወዲ እየ ዝፈቱ ናይ ሎም ደቂ ተባዕትዮ ግን ብሰንኪ ኣብዚ ሶሻል ሚድያ ንሪኦም ዘለና ኩሉ በቃ ኩሎም ከምኡ ኮይኖም ይስምዑና ፍጊዕ ኢሎምና በቃ ዒስራን ኣርባዕተን ሰዓት ተገቲሮም በቃ ብዛዕባ ሓንቲ ርእስቲ ክጻረፉ ብዛዕባ ሓንቲ ርእስቲ ስቅ ኢሎም በቃ ዕስራን ኣርባዕተን ሻዕ ኣብቲ ላይፍ ንሪኦም ፊጊዕ ይብሉና ሽዑ በቃ ንኩሎም ሕጂ ኣብ ሓንቲ ባስኬት ኢና ነእትዎም ማለት እዩ ካባይ ጀሚርካ ስለዚ እዚአን ክልቲአን ማለት እዩ ተሳልሰይቲ ከዓ ፅሬት ፅሬት ብጣዕሚ እያ ትጎድለኩም ኣሕዋተይ ማዓረይ እዚ ሕጂ ክዛረብ ከለኹ ንኹሉ ሰብ ኣይኮንኩን ዝዛረብ ዘለኹ ንኹሉ ይኮንኩን ዝዛረብ ዘለኹ ፕሊስ ኣብቲ ኮመንት መፂኹም ኩሉ ሰብ ኣይኮነ እንዶ ኩሎም ኣይኮኑ ንኸይትብላኒ ኩሎም ከም ዘይኮኑ ኣነ ይገልፀልኩን ኣለኹ ፕሊዝ ኮመንትኩም ከይፅሑ ብጣዕሚ ዘፀልኣ ኮመንት እያ ኩሎም ኣይኮኑ እንዶ ዘለ የስ ኩሎም ኣይኮኑን ግን መብዛሕትኦም ፅንሑ ውዒቲ ቡና ክሰቲ ክደግም እታ ድራር በሊዐ እንድየ ወዲኤያ ካሜራ ኣጥፊኤ በሊዐ በሊዐ ወዲኤያ ኣሕዋተይ መዓረይ ብዙሓት ሰባት ኮምፕሌን ጌርኩም ብዛዕባ ምግበይ ማለት እዩ ከመይ ጌርኪ ክትበልዑ ዶ ከመይ ጌርኪ ከተብል ዶ በቃ እስከ ንዓኹም ደስ ይበልኩም ሎመዓንቲ እስከ ደሓን ካሜራ ጥፋ ኣቢለ ሓመዳ ኣስዒነያ እዛ መግቢ ማለት እዩ ሕጂ ግን ቡናይ እንዳሰተኽቲ ንዕልል ማለት እዩ ብዛዕባ ፅሬትና ክንዘራረብ ፀኒሕና የስ ፅሬት ፅሬት የብልኩምን ኣሕዋተይ መሃሪ ኣነ ክዛረብ ከለኹ ንኹሉ ሰብ ኣይኮንኩን ዝዛረቦ just take it that way ፅርየት ዝበሃል የብልኩምን ወዲ ፅሩይ ወዲ እንድሕር ኮይኑ ብዘይገድስ ዋላ መልክዑ ጉማማ ይኹን ፅሩይ ክኸውን ኣለዎ ኡፍ ፅሩይ ወዲ ፌንቲ እዩ ዝገብረኒ ንዓይ ቅርብ ቢልካዮስ በቃ ጨንኡ በቃ ባህ ዝብለካ ትንፋሱ ደስ ዝብለካ ካብ ሽጋራ ሽጋራ ዝጨኑ ከም ቀደም ኣይኮናን ዘለና ኣሕዋት የማዓረይ ከምቲ ናይ ቀደም ጌርኩም ኣይትሕሰብዎ ሎሚ እቲ ግዜ ማዕቢሉ ስለ ዝኾነ ኣብ ምዕቡል ቦታ ስለ ዘለና ምዕቡላ ተወዳት ክንርኢ ስለ ንውዕል ዘለና ኣብ ስራሕና ድዩ ኣብ ትረይን ድዩ ኣብ ባስ ድዩ ኣብ ፅርግያ ድዩ ዘናጣት ምዕቡላት በቃ ደስ ዝብል ጨና ክንርኢ ስለ ንውዕል ዘለና ኣበኹም በጺሕና ፊጊዕ ፓስታ ምስ ሽሮ ይኾነና ኣሕዋተይ መዓረይ ምኽንያቱ ዓይንና ካልእ ክሪኢ ስለ ዝውዕ ዘሎ ከምቲ ልክዕ ንስኹም ማለት እዩ ከምቲ ልክዕ ንስኹም ትዶልይና ክንጸሪ ክንጸፍፍ ከምተን በቃ ኳዕ ኮራዕ እንዳበላ ክኸዳ ዝኸዳ ኣዋልድ ትብህግወን ከምኡ ክትኮነ ከምኡ ክንኮነልኩም ትደልይና ልክዕ ከዓ ንሕና ማለት እዩ ኣብ ዓድና በቃ ጓል ጥራሓ በቃ ነብሳ ከተልዕል ዘለዋ ወዲ ሓሰር ሓሰር የብል ዋላ ወዲ ሓመድ ሓመድ ይጭኖ ሽጋራ ሽጋራ ይጭኖ

ሽጋራ ደሓን ስተዩ ግን ስንኹም ብራሽ ክትገብሩ ኣለኩም ፅዕም ክትጨኑ ኣለኩም ማለት እዩ ስለዚ ዳትሰ ሜን ኢሹ ብፍላይ ፅሬት ብጣዕሚ ሜን ኢሹ ክነግረኩም ብጣዕሚ ኣፀጋሚ ኮይኑ ዘሎ ጨና እዩ ማለት እዩ ሃንገፍ ትብሉ ሽጋራ ማለት እዩ ሽጋራ ድዩ ዋላ ስንኹም ዘይተብልዎ ምኽንያቱ ኣብዚ ዘለናዮ ኣብ ደገ ችክን ስለ ንበልዕ ስጋ ስለ ንበልዕ ዓሳ ስለ ንበልዕ ኣብ ዓድናስ ደሓን እቲ መግብና ዋላ በሊዕካዮ ብዙሕ ዳርጋ ብራሽ ዝጥቀም እውን የለን ኣብ ዓድና ምክንያቱ እቲ መግብና ብዙሕ ኣክስታ የገብርን እዩ ተበላዕና ዓደ ሽሮ መብዛሕትኡ ስልሲ ገለ ኢና ንበልዕ ኣብዚ ግን ችክን እዚ ስጋ እዚ ዓሳ ስለ ንበልዕ እቲ እቲ መግቢ ችክን በዓል ስጋ በዓል ዓሳ ኣብቲ ስንና ተቐርቂሩ እንታይ ይኸውን ሽታ ይፈጥር ገለ ማለት እዩ። ኣብ ልዕሊኡ ከኣ ሽጋራ ትሰትዩ ሰባት እንድሕር ኴንኩም፣ መስተ ትሰትዩ ሰባት እንድሕር ኴንኩም እዚ ማለት እዩ ቀንዲ ማለት እዩ። ስለዚ መጀመርያ እቲ ንሰብ ኣትራክሽን እንድሕር ክተብል ደሊኻ መጀመርያ እቲ ናትካ ጠረን እዩ ኢምፖርታንት። ናትና ጠረን ጽቡቕ ክኸውን ኣለዎ ማለት እዩ። ኦከይ እቲ ካልእ ከኣ ሃርድ ወርኪን ኣይኮንኩምን ኣሕዋተይ መዓረይ ሃርድ ወርኪን ኣይኮንኩምን ነንስትኹም ክትሕጉሱ ኣይተብሉን ኢኹም ንዕረኽትኹም ክትሕጉሱ ዋላ ንኣብነት ሓደ ወዲ ተባዕታይ ሲ ንኣብነት ፈቲካ ንበሉ ሓቀይ ፈቲካ ኦኬ ፈቲካ ጽቡቅ ሕራይ ግን ብጣዕሚ ሎው ኤፈርት እዮም ዝደልዩ በቃ ምሻሎ ናይ ሎሚ ወዳት ኣይዶኖ እንታይ እዩ ጋይስ ብጣዕሚ እዮም ህኩያት ብጣዕሚ ገንዘብ ከጥፍኡ ኣብ ልዕሌኻ ኣይደልዩን እዮም ኣሕዋትየ መዓረይ እንታይ ይብሉኻ ተላልዮምኻ ኣነ ከምቲ ዘዕለልኩኹም ማለት ናተይ ታሪክ ትፈልጥዎ ኢኹም ናተይሲ ናተይ ናይ ደይትን ታሪክሲ ትፈልጥዎ ኢኹም ኣነ ኩሉ መፅየ ዝነግረኩም ነይረ ከምዚ ሎም ከይለቦምኩ ማለት እዩ ስለዚ ትፈልጥዎ ኢኹም እንታይ ከም ዘጋጠመኒ ንዓይ ማለት እዩ ሎማዓንቲ ተላልዮምኻ ሃይ ሽኮሪና ደሓን ዶ ሰላም ድዩ ተሌፎን ክዶ ክወስድ ገለ ብሉካ ተሌፎን ትወስድ ሽዑ ንሽዑ ደዊሎም ገዛኺ ዶ ክመጽ ይብሉኻ ኢስ ነውሪ ብጣዕሚ ባዓለገ ሰብ እዩ ከምኡ ዝገብር ኣሕዋተይ መዓረይ ከምኡ ኣይትግበሩ መጽልኢኹም እዩ ብፍጽም ተኣምር ምናልባት ሓደ ክልተ ኣዋልድ ክ ሕራይ ክብላኹም ይኽእላ እየን እተን ሎው ቫልዩ ናይ ነብሰን ዋላ ሓንቲ ክብሪ ዘይብለን ደቂ ኣንስትዮ ሕራይ ኢለን ኣብ ገዛኹም ኣብ ገዝአን ኣምጽኤን ከብላዕኹም ከስትያኹም ይኽእላ እየን

ንመን ኢኹም ትጥምቱ ነተን በቃ ኳዕ ኮራዕ ዝብላ ዕጽፍ ዝርግሕ ዝብላ ዘለዋ ኣብ ደገ ዝግዝእለይ እዚ ብለኒ ናብ ሬስቶራንት ውሰደኒ ወይ ጫማ ግዝእለይ ከምዚኣ ፋሽን መጺኣ ኣላ ትብለኩም ጓል ንዓኣ ኢኹም ዕብድ ትብሉላ this is the true guys ስለዚ ንሕና ከዓ ምሻሎ ንሓንቲ ጓል ኣንስተይቲ ክትላለያ ከለካ ካብ ገዛ ክዶ ክመፅእ ወይ ገለ መለተ ወይ ገዛይ ንዕናይ ትብላ ወይ ገለ ትብላ ኣነ ክነግረኩም ጋይስ ኣነ ክነግረኩም ንዓኹም ስለ ዝሓሊ እየ ኣነ ዝመኽረኩም ዘለኹ ኣሕዋተይ መዓረይ ማንም ጓል ክነግረኩም ፅቡቕ ዘይትፈቱ ጓል ኣንስተይቲ የላን ክነግረኩም ምናልባት ተሰኪፋ ገለ መለ ክብለኩ ትብለኩም ትኽእል እያ እንድሕር ና- ንሓንቲ ጓል ኣንስተይቲ ብልክዕ እንድሕር ፈቲኹማ ግን ይብለኩም ኣለኹ ብኸመይ ጌርኩም ኣብ ኢድኩ- ኣብ ኢዳ ኣብ ኢድኩም ትጭብጥዋ ኢትስ ቬሪ ሲምፕል ጋይስ ኢትስ ቬሪ ሲምፕል ታይ ክገብርዋ ዘለኩም ናብ ናብ ጽቡቅ ቦታ ውሰድዋ ካብ ገዛ ከዶ ክመጽእ ካብ ኮፊ ዶ ክሰቲ ገለመለታት ትብልዋ ኣብ ገዛኩም እዚ ቀደም ተሪፉ ኣሕዋተይ ቀደም ቀደም ስለዚ እንታይ ክትገብሩ ኣለኩም ካብ ከምኡ ትብልዋ ጥዑም ጨኒኹም ዘናጥ በቃ ጨና ጨና ክትገዝኡ ክትክእሉ ኣለኩም ኣወዳት ኣሕዋትና ጨና እዚ ዲዶራንት ቀደም ተሪፉ ኣሕዋተይ መዓረይ እዚ ናይ ክልተ ቅርሺ ዲዶራንት ንየብርዎም ጨና ጽቡቅ ኣሎ ኣባዓር ማየር ኣለኩም ኣነ ኣብዚ መጺ ክንደይ ቢለ ዋላ ናይ ኣወዳት እንድሕር ጽቡቅ ጨና ኣምጺ ሸር ክገብረኩም እንድሕር ደሊኩም ኣኮመን ጸሓፍለይ ከብለልኩም እየ እቲ ጥዑም ኣሎ ዝተባሃለ ጨና ማለት እዩ ኢትስ ሲምፕል ሓንቲ ጨና ብክልተ ሚእትን ሓምሳ እንዲዩ ሰለስተ ሚእቲ እንድሕር ገዚእኹማ ንነዊሕ ተኸዶ ተኺደኩም ንነዊሕ ተኺደኩም እሱ ኦሪጂናል ስለ ዝኾነ ናይ ሳሕብ ኣለዎ ትፈልጡ ዲኹም ሰብ መልክዑ ብዘይገድስ ጥዑም እንድሕር ጨንዩ ኣብ ፍቕሪ የብለካ እዩ ጥዑም ዝጨኑ ሰብ ኣብ ፍቕሪ የውድቐካ እዩ ትፈልጡ እንድሕር ኮንኩም ማለት እዩ ጥዑም ዝጨኑ ሰብ እንታይ እዩ በቃ ኣዴክቲ ትሕዘካ እዩ በቃ ክትጨኑ በቃ ክትበልዖ በቃ ሒዝካ በቃ ክትስዕሞ እዩ ደስ ዝብለካ ማለት እዩ ስለዚ ጥዑም ምጭናው ዘናጥ ምዃን ብጣዕሚ ኣገዳሲ እዩ ማለት እዩ ጨጉርኹም ክትሕፀቡ ኣለኩም ስንኹም ክተብሉ ኣለኩም ፅቡቅ ጌርኩም በቃ ውሽጣውን ደጋውን ማይ ማይ ክትጨኑ ኣለኩም ሃነን ከተብልወን ኣለኩን ማለት እዩ ስለዚ ገዛ ክዶ ክመፅእ ቡንዶ ክሰቲ ገለ መለ ይትበሉን ከምዚአን ዓይነት ኣዋልድ ብጣዕሚ እየን ቦሪን ክኾናኹም ድሓር ከምዚአን ዓይነት ኣዋልድ ብጣዕሚ እየን ቦሪን ክነግረኩም ትቢ ኦነስ ማለት እዩ ቦሪን ዘይኮን ኣዋልድ እንድሕር ክትላለዩ ደሊኹም ጥዑም ክትጨንዉ ኣለኩም ኢለኩም ካልእ ከዓ ክትገብርዎ ዘለኩም ሓበሻ ኣሕዋትና ከዓ ንሕና ዘይንደልዮ ትገብሩ ከዓ እንታይ ከብድኹም ፊስቶ ይመስል ኣሕዋተይ መዓረይ እንታይ ክንገብረኩም ፊስቶ ዝመስል ከብዲ ሒዝኩም እንታይ ክንገብረኩም ኣሕዋት ከመይ ጌርኩም ክትረኻኽቡልና ከብድኹም ንስኹም ፊስቶ ንሕና ፊስቶ ከመይ ጌርካ ትረኻኸብ ከመይ ጌርካ ትብል I have no idea guys I have no idea በዚ ዝማዕበለ ግዜ ንሕና ከማን ቆልዑ ኣለና ከይበልና ኣደ ቆልዓ እየ ክና ከ- ከይበልና ከማን ጅም ንጣፋእ ኣለና ኣሕዋተይ መዓረይ ጅም ጥዋዕዋዕ ንበሃል ኣለና ኣሕዋተይ መዓረይ ስለዚ ከም ሓበሻ ቢሉ ጅም ምኻድ ዘፍርሖ ወዲ ተባዕታይ የለን ከም ቁሪኦም ዝፈልሕዎ ንጅምን ንማይን ጥይትኩም ጅምን ማይን ጥይትኩም እዮም ኣሕዋተይ ማዓረይ ሓቂ ንዛረብ ሕጂ ኣነ ሓፍትኩም እየ ኣነ እየ እቲ ናትኩም ክፍኣት ክነግረኩም ዝደሊ ማንም ሰብ መፂኡ ክነግረኩም ኣይክእልን እዩ ኣሕዋተይ ማዓረይ ኩላ ኣዋልድ ተሰኪፈን ምክንያቱ ስለትፀርፍወን ተሰኪፈን ስቅ ኢለን ብድሕሪት ኮይነን ይሪኣኹም ኣለዎ ኣሕዋተይ ማዓረይ ምክንያቱ ከምዚ ኢላ ኣፋ ኣውፅኣ ደፊራ ትመክረኩም ጓል ኣንስተይቲ ኣይትረኽቡን ኢኹም ኣነ ግን ሓፍትኩም ስለዝኾንኩ ካልኣይ ከዓ ክትዕረዩልና ስለዝደሊ ኢኹም ኢለ ዝዛረበኩም ዘለኹ ማለት እዩ ደልኹም ፅረፉኒ ተደሊኹም ብሉኒ ኣይ ጌት ዩስ ቱ ተረዲኹምኒ እቲ ሓቂ ምዝራብ ይሓይሽ ማለት እዩ ጂም ኪዱ ጂም ኪዱ ጂም ኪዱ ጂም ኪዱ ፕሊዝ ኣነ ክነግረኩም ናብ ሰለስተ ኣርባዕተ ጂም ቀይረ ኣለኹ ካብ ሚእቲ ሓደ ፐርሰንት ሓበሻ እዩ ዝርኢ ካብ ሚእቲ ሓደ ፐርሰንት ሓበሻ ኣብቲ ጂም ሙሉእ ሓደ ፐርሰንት ሓበሻ እዩ ዝርኢ ኣሕዋተይ መዓረይ ኢን ጀነራል ኣፍሪቃውያን ብዙሕ ጂም ኣይንፈቱን ኣሕዋተይ መዓረይ ጅም ምኻድ ከዓ ብጣዕሚ ዋላ እቲ ናትካ ኣተሓሳስባ ንነብስኻ ጥራሕ ኣይኮነን ንቅርፅኻ ፅቡቅ ክትረአ ጥራሕ ኣይኮነን ንሱ ካልእ እንዲ ናይ ባዕሉ ዝኾነ ኣትራክሽን ኣለዎ እንዲ ንሱ ግን ጅም ምኻድ ዋላ እቲ ናትካ ማይንድ ሴት ብጣዕሚ እዩ ዝዕርዮ ክነግረኩም ኣተሓሳስባኻ ጅም ድሕር ትኸይድ ኮይንካ ኣተሓሳስባኻ ብጣዕሚ ኢኻ ትምዕብል ሕዋተይ መዓረይ ክነግረኩም ኣነ ካብ ነብሰይ ዝተምሃርክዎ እየ ክነግረኩም ኣነ ከምዚ ኮንኩን ነይረ ጅም ምኻድ ነብሰይ የዕርየለይ ኣተሓሳስባ ይቀይርለይ ሂወተይ ይቀይርለይ ኣብ ሂው ኣብ ላይፍ ዘለኒ ኣረኣእያ ኣብ ደቂ ሰባት ዘለኒ ኣተሓሳስባ ኩሉ በቃ ቫልዩ ናተይ ክርደአኒ ዝጀመረ ጅም ክከይድ ምጀመርኩ የሕዋተይ ማዓረይ ቡዙሕ በነፊት እዩ ዘለዎ ልዕሊ ኩሉ ካዓ ንጥዕናኩም ማለት እዩ ስለዚ ፕሊስ ጅም ኪዱ ጅም ኪዱ ከምቲ ዓንተበይ ዝበልክዎ ከዓ ነተን ደቂ ኣንስትዮ ከዓ ገዛክን ክንመፅእ ኣይትበልዎን ብፍላይ ትፈትውዋ ጓል ኣንስተይቲ እንድሕር ኮይና ብፍላይ በቃ ንፅቡቅ ትሓስቡላ በቃ ብጣዕሚ ትብህግዋ ጓል ኣንስተይቲ ብፍላይ እንድሕር ኮይና ገዛክ ዶ ክንመፅእ ዝበልኩምላ ሰዓት ልክዕ ከምቲ ኣነ ብሎክ ዝገበርኩ ብሎክ ክትገብረኩም ኣሕዋት እዮም ዓረ ሎሚ ማዕቢልና ኢና ደቂ ኣንስትዮ ከምቲ ናይ ቀደም ኣይኮናን ዘለና። እቲኣ ናይ መጨረሻ ከኣ ኣብ ዓራት ኣብ ዓራት this is the other main issue guys ኣብ ዓራት ስቕ ኢልካ ጣዕጣዕ ኣቢልካ ምውራድ የለን ኣሕዋተይ መዓረይ እዚ ክንሓስብ ክንክእል ኣለና እንታይ ኣጉዲለ ኣለኹ ኢልና ክንሓስብ ክንክእል ኣለና ንሓንቲ ጓል ኣንስተይቲ እዞም ንዝስዕቡ ነገራት ኩሎም ዝዘርዘርኩዎም እንድሕር ጌርኩምላ እብለኩም ኣለኹ ኣይ ኣም ሃንድረድ ፐርሰንት ሹር በቃ ክትዓብደልኩም እያ ብጀካኹም ኣብዚ ምድሪ ኣብዚ ንነብሮ ዘለና ዓለም ካልእ ወዲ ዘሎ ኮይኑ ኣይስምዓን እዩ ብፍፅም ተኣምር ማለት እዩ ዋላ ተባኢስኩም ዋላ ተኳራሪኹም ከማን ክፅበየኩም እያ በቃ ብጀካኹም ካልእ ወዲ ዘሎ ኮይኑ ኣይስማዓኒ ስለዚ ኣብ ዓራት ጣዕ ጣዕ ኣቢልኩም ናይ ሓሙሽተ ደቂቅ ኣይትውረዱ ቅድሚ እቲ ጉዳይ ምጅማሩ ቀስ ብቀስ ቀስ ብቀስ ክትጅምርዎ ክትክእሉ ኣለኩም ሃንደፍደፍ ኢልኩም ናብ ዓራት ጣዕ ጣዕ ኣቢልኩም ኣብ ክልተ ደቂቅ ዘይውብል እንድሕር ኣቢልኩም በቃ ፊጊድ ትብልዋ ኣለኹም ማለት እዩ ብጣዕሚ እያ ትጸልኦኩም ከምዚ ዓይነት ትገብሩ ደቂ ተባዕትዮ ማለት እዩ ስለዚ መጀመርያ እንታይ እንድሕር ገይረያ ኣነ ንዓይ ትፈትወኒ ኢልኩም ክትሓስቡ ክትክእሉ ኣለኩም ማለት እዩ ስለዚ ቀስ ብቀስ ኩሉ ነገር ቀስ ብቀስ ፍቅሪ እንዳርኣኹም ፅቡቅ እንዳተዛረብኩም ጥዑም እንዳተዛርኩም ሓበሻ ጥዑም ነፍቃሪትካ ምዝራብ ወይ ጥዑም ነገር ንሰበይትኻ ምዝራብ ከም ዊክነስ ወይ ከም ድኽመት ወይ ከም ሽንፈት ወይ ከም ሰበይታይ ገረ ጌርና ኢና ንሓስቦ ኖኖኖኖኖኖኖኖ ኣሕዋተይ መዓረይ no እታ ክብረት ዘለዋ ጓል ኣንስተይቲ እቲኣ it depends እንታይ ዓይነት ጓል ኣንስተይቲ ኣላ ኣብ ሂወትኩም it depends ግን ካባይ ጀሚርካ ግን ቴስዓን ትሽዓተን ፐርሰን ደቂ ኣንስትዮ ግን ጽቡቅ እንድሕር ተዛሪብኩሞ ዋላ ኣብቲ ዓራት ጉዳይኩም እንዳ ገበርኩም ከለኹም ጥዑም ነገር ተዛረብዋ ከም ትፈትውዋ ከም ተፍቅርኩ ከም ተፍቅርዋ ኣብ ዓራት ምሳኣ ዝኾነ ነገር ክትገብሩ ከለኹም ጽቡቅ ከም ዝስመዐኩም በቃ ንዓኹም እስቲ ስሚዒትኩም ከም ተርውየኩም ንሳ በቃ ምዃና በቃ ትፈትውዋ ጓል ኣንስተይቲ ንሳ ምዃና ክትገልጹላ ክትክእሉ ኣለኩም ክትዛራረቡ ክትክእሉ ኣለኩም ጉዳይኩም እንዳ ገበርኩም ክትዛራረቡ ክትክእሉ ኣለኩም ስምዒትኩም እንዳርወኹም ዘረባ ከኣ ክትዘራረቡ ክትክእሉ ኣለኩም ኖት በቃ በቃ ዳን ኣብ ክልተ ደቂቕ ከምኡ ይኮነን ኣሕዋተይ መዓረይ ከምኡ ይኮነን ኣይነው ይፈልጥ እየ እዚ ዘረባ እዚ ብጣዕሚ ሰንሰቲቭ እዩ ግን ሓደ ሰብ ግን ክዛረቡ ክኽእል ኣለዎ ሓደ ሰብ እንድሕር ተዘይተዛሪባትሉ ሓንቲ ጓል ኣንስተይቲ ክትዕረዩ ኣይትኽእሉን ኢኹም ጽቡቕ ኣለና ኢኹም ትብሉ ማለት እዩ ስለዚ ኩላትኩም ደቂ ተባዕትዮ ነዛ ቪድዮ እዚኣ ትርእዩ ዘለኹም ነብስኹም ፈትሹ ኣብ ሓሙሽተ ደቂቕ ዲኹም በቃ ህብህብ ኣቢልኩም ትወርዱ ወይስ ግዜ ኢኹም ትወስዱ? ቀስ ብቀስ ኢልኩም ጀሚርኩም ናብቲ ጉዳይኩም ዲኹም ትኣትዉ ወይስ ሃንደፍደፍ ኣብ ዝነበርኩም ነቢርኩም ኣይትሕፀቡ ኣይትብሉ በቃ ኣብ ዝነበርኩም ነቢርኩም ሃንደፍደፍ ገሊኹም በቃ ክሳብ ሕጂ ትሕቲ ኮቦርታ ትብሉ ኣለኹም ክሳብ ሕጂ ገሊኹም ክሳብ ሕጂ ግዜ ዝማዕበለ ልቺ ጥፊእኹም ትሕቲ ቆቦ ትሕቲ ኮቦርታ ትሕቲ ኮቦርታ ትገብሩ ጉዳይኩም ኣለኹም ኣሕዋተይ መዓረይ ሎሚ ግን ከምኡ የለን ኣሕዋተይ መዓረይ ነብስኻ ጸሪኻ ጥዑም ጨኒኻ ጽቡቅ እንዳተዛረብካ እቲ ጉዳይ ቀስ ብቀስ ቀስ ብቀስ ምስ ትጅምሮ ጣዕሚ ኣለዎ ማለት እዩ ስለዚ እዛ ነገር እዚኣ ከኣ ብጣዕሚ ኢምፖርታንት እያ ኣሕዋተይ መዓረይ እንድሕር ዘይትኽእሉ ከመይ ከመይ ጌርካ ከም ዝግበር ወይ ከኣ እቲ ጉዳይሲ ከመይ ጌርካ ንሓንቲ ጓል ከም ትዕግባ ወይ ከመይ ጌርካ ከም ትሕጉሳ እንድሕር ዘይትፈልጡ ኮንኩም ምሽ ኣሎ ምሽ እዚ ናይ ኦንላይን ትርእይዎ ኣለዉ ካብ ስእልኩም ብዘይገድስ ብዘይጠቅም ትርእዩ ከመይ ጌርናስ ካብዝስ ትምህርቲ ንወስድ ኢልካ ናይ ለባማት እዩ ኬድካ ከመይ ጌርካ ንሓንቲ ጓል ኣንስተይቲ ትሕጉሳ ኢልካ ምምሃር ናይ ለባማት እዩ ናይ ምምሃር ከምኡ ጌርካ ከምኡ ከመይ ከም ዝግበር ምምሃር ብጣዕሚ ናይ ለባማት እዩ ምክንያቱ ንሱ ተዘይህሉ ነይሩ እዚ ዓራት ኣብ ኣገዳሲ እዩ ስጋዊ ርክብ ኣገዳሲ እዩ ኣብ ሓዳር ማለት እዩ ስጋዊ ርክብ ኣብ ፍቅሪ ብጣዕሚ ዓብይ ተራይ ዝፃወት ፍርቁ ናይ ስጋዊ ርክብ ፍርቁ ኣብ ኣብ ሓዳርካ ድዩ ኣብ ፍቅርካ ስጋዊ ርክብ ብጣዕሚ ዝዓበየ ተራ ኣለዎ ማለት እዩ ድላያ ግበረላ ዳይመንድ ግዘላ ወርቂ ሸልማ ናይ ወርቂ ብወርቂ ዝተሰርሐ ገዛ ግዝእላ መኪና ግዝእላ ድላይካ ግበረላ ኣብ ዓራት ዘይትዕግባ እንድሕር ኮንካ ከም ሰብኣያ ትሓስበካን ሶሪ ሶሪ ቱ ሰይ ዚስ በት ዚስ ኢዝ ዘ ሃርሽ ትሩ ዚስ ኢዝ ሁ ዊ ኣር ዚስ ኢዝ ሁ ዊ ኣር መብዛሕትና ደቂ ኣንስትዮ ብዘይገድስ እንታይ ትገብረልና ብዘይገድስ ከመይ ጌርካ ትሪት ትገብረና እዚ ኩሉ ክብሎ ዝፀናሕኹ ኣማሊእኹም ኣብ ዓራት እንድሕር ዘይት ንፉዓት እንድሕር ዘይኮይንኩም ሶሪ ተሓዝለይ ተሰይዚስ ግን ዚስ ዘ ትሩዝ ከም ሰብኣይ ተሓስበኩምን እያ ስለዚ ሜክ ሹር ንሰበይትኻ ተዕግባ ከም ዘለኻ ክተብል ኣለካ። ናይ በዚ ሎሚ ግዜ ከዓ ቴስዓን ትሽዓተን ኣብ ሓዳር ዝፋትሑ ከዓ እዚ ጠንቂ እዚ እዩ ሕዋተይ መዓረይ ፍተዊ ፅልኡ እዚ ጠንቂ እዚ እዩ እቲ ጠንቂ ብጓል ክኸውን ይኽእል እቲ ድኽመት ብጓል እውን ክኸውን ይኽእል እዩ ግድን ብወዲ ይኮነን ገሊአን ኣለዋ በቃ ከም ሬሳ በቃ ከም ዝሞታ ተው ኢለን ኣብቲ ዓራት ጸጋም የለ ገለ የለ በቃ እቲ ወዲ ኩሉ ክገብረለን ዝጽበያ ሎሚ ከምኡ የለን ዓለም ማዕቢል እዩ ስለዚ ደቂ ኣንስትዮ ኣሕዋተይ ከዓ ክትተዓፃፀፋ ክትክእላ ኣለክን ስቂልክን ከም ዝሞተ በጊዕ ተው ኣይትበላ በቃ ክትንቀሳቀሳ ክትክእላ ኣለክን እንታይ እዩ እቲ ዕጋበት ብወዲ ተባዕታይ ጥራሕ ኣይኮነን ዘሎ ዋላ ጓል ኣንስተይቲ ክትፃወቶ ዘለዋ ተራ ክትፃወቶ ዘለዋ ጌም ክህሉ ኣለዎ ኣብቲ ትገብርዎ ኣክቲቪቲ ኣብ ዓራት ማለት እዩ ከም ዝሞተት በቃ ተው ኣይትበላ ስለዚ ክትንቃሳቀሳ ክትክእላ ክትንቃሳቀሳ ክትክ እንድሕር ደሊኽን ከዓ ኤክሰርሳይዝ ክትሰርሓ ክትክእላ ኣለክን ነብስክን ቴክ ኬር ክትገብራ ክትክእላ ኣለክን ዋላ ደቂ ኣንስትዮ ማለት እዩ እዚ ሕጂ ኣብ ወዲ የብሉ ኣይ ጓል የብሉ ወዲ ስለ ዝኮነ ወዲ ስለ ዝኮነ በቃ ንዓኡ ኩሉ ነገር ንዓኪ ክገብረልኪ ኣይትጸበይ ሓብየቲ ንስኪ ከኣ ክትተዓጻጸፊ ክትክእሊ ኣለኪ በቃ ስቅ ኢልካ ኩሉ ግዜ ኣብ ዓራት ኣይኮነን ግድን ኣይኮንካን ኣብ ዓራት ክትገብሮ ዘለኪ ኩሉ ግዜ ኣብ ዓራት ትገብርዎ እንትኮንኩም ቦሪን እዩ ሸልቻዊ እዩ ስለዚ ሓደ ሓደ መዓልቲ ኣብ ሳሎን ሓደ መዓልቲ ኣብ ክሽኒ ሓደ መዓልቲ ኣብ ሻወር ሓደ መዓልቲ ውጽእ ኢልኩም ኣብ ሆቴል you know በቃ make it like fun ተረዲእኹምኒ ኩሉ ግዜ በቃ ሸልሻዊ ኣይትግበርዎ እንድሕር ዝፍኢልካ በቃ ሓደ ዓይነት ሓደ ነገር እንድሕር ትገብር ኮይንካ ኩሉ ግዜ ሽሮ ትበልዕ ኩሉ ግዜ ሽሮ ኣይትበልዕን ኢኻ ሓቀይ ይሽልችወካ እዩ ስለዚ ታገብር ኣለካ በቃ ሓድሽ ነገር ክትፍትኑ ክትክእሉ ኣለኩም ማለት እዩ ዋላ እቶም ወዳት ክትማራመሩ ክትክእሉ ኣለኩም ሓድሽ ነገር ማለት እዩ ስለዚ እተን ኣዋልድ ኣይሽልችወንን እዩ ኣሕዋት የማዕረ ዳሴት እዚኣ ትመስል ኣይ ሆፕ ኤቭሪባዲ ጌት ዋት ኣም ሰይን ዝኾነ ሕቶ እንድሕር ኣለኩም ኣብ ኮመንት ፀሓፉለይ እቶም ዝተረድኦም ተረዲእዎም ወሲዶም ኣለዉ እቶም ኣብዚ መፂኦም ኮምፕሌን ዝገብሩ ከምዚ ኢለ ስለዝተዛረብኩ ከዓ ኮምፕሌን ክገብሩ እዮም ኣይ ዶንት ሪሊ ኬር ተረዲእኹምኒ ግን እቲ ክዛረቦ ዘለኹ ኣይ ሰድ ዋት ኣይ ሰድ

ከምዚ ሕር እንድሕር ቀጺልናዮ ይጎድኣና እምበር ዋላ ሓንቲ ኣይጠቕመናን እዩ ማለት እዩ ስለዚ ግደፍዎ ኣሕዋተይ መዓረይ እቲ ዘሎ ጸገም ኣብ ውሽጥና ዘሎ ኢሂን ምሂን ኢልና ብፍቕሪ እንተተመዓዒድና እቲ ዘሎ ጸገማት እቲ ዘሎ ጎደሎታት ብፍቕሪ ተተመዓዒድና እዩ ጽቡቕ ማለት እዩ ኣብ ህልኽ ተበፂሕኻ ግን ማንም ሰብ ኣየሸንፍን ኩሉ ግዜ ወዲ ኣወዳት ናይ ኣዋልድ ኣንፃር እንዳኾኑ እዮም ክኸዱ ኣዋልድ ከኣ ናይ ኣወዳት ኣንጻር እንዳተጻላለኤ ሰብ እዩ ክኸይድ እቲ ጀነረሽን ነንሕድሕዱ እንዳተጻለየ ክኸይድ ነንሕድሕድና እንድሕር ተጻሊእና ከኣ እቲ ናትና ሓበሻ ዝብሃል ጀነረሽን እንዳጠፈኤ እዩ ክኸይድ እንድሕር ነንሕድሕድና ተጸላሊእና መነሕድሕድና ምምርዓው የለን ምሕርና ምምርዓው እንድሕር ገዲፍና ምውላድ የለን ስለዚ እቲ ናትና ጀነረሽን ነብርሶ ኢና ዘለና ብህልኽ ማለት እዩ ስለዚ እንታይ ክንገብር ኣለና እቲ ዘሎ ጸገማት ኣብ ባይታ ከምዚ ኢልካ ኢሂን ሚሂን ተተባሃልካሉ እዩ ጽቡቅ ኮይኑ ዝስምዐኒ ኣነ ማለት እዩ thank you so much again for watching ጽባሕ ብካልእ ፕሮግራም ክሳብ ዝምለሰኩም በብሰላሙ ባይ ባይ